ቀዳዊ ሞት መበል ዓሰርተ ትሽዓተ ክፋል ሮቤል ነቲ ሕልሚ ፈጺሙ ክኣምኖ ተጸገመ። እዋእ እንታይ ሕልሚ እዩ እዚ? ነብሱ ዳህሰሰ። ዘይምጽዳፉ ከረጋግጽ ክመስል ተሲኡ ከኣ ነቲ ሓቢእዎ ዝነበረ ሓቂ ኩሉ ከየትረፈ ንለቲና ክነግራ ወሰነ። ሚኪኤልን ኤፍሬምን ብሓደ ኣብ ማኪና ተሰቒሎም እናዕለሉ ናብኦም ገጹ ከምርሕ ንዝረኣይዎ ሰብኣይ ኣብ ቦለቲና ምዃኑ ምስ ኣረጋገጹ፣ ሚኪኤለ ነቲ ማዕጾ ናይ መኪና ክኸፍት ኣእዳዉ እናሰደደ፣ ኤፊ ዓርከይ፣ ኣነ እርይ ቁጽር ኣቢለ ነቲ ምስጢር ጓሎም ክነግሮም እየ ምስ በሎ፣ ኤፍሬም ትቕብል ኣቢሉ፣ ኣይከውንን'ዩ፣ ኪኖ ጓሂ ዘምጽኦ ፍታሕ የለን፣ እንታይ ገይሮም ኸኣ ክብል ገሰጾ። ሚኪኤለ ርእሱ ኣብቲ ዝነበሮ ስቴርሶ ደፊኡ ገበታ ኣስተንፈሰ። እታ ሞት ከም ዕድል ዝተመነየቶ ሰምሃር ዕድል ኣይገበረትን። ንሓሳባት ብዘፍሽል ድምጺ ማዕጾ ተሰምዐ። ወጺኣ ንገዝኣ ክትከይድ ጉዳያ ብጠበቓ ክትከታተሎ ዝጽውዕ ተረኛ ወተሃደር እዩ ዝነብር። ሰምሃር ኣብሪራ ብኼብ ነቲ ፍጻመ ምቕባሉ ፍጹም ተጸገመት። ምህላዋ ኣዝያ ጸልኣቶ። ማዕጾ ከፊታ ከኣ ናብቲ ኣብ ኣፍደገ ኮይኑ ዝጽበያ ዝነበረ ወተሃደር ኣምርሐት። ስምዕኒ ለቲና፣ ሰምሃር ደዊላትለይ ነይራ። ካብ እትወጽእ እውን ሳልስቲ ሓሊፉ። ኣብ ጠበቓን ናብ ካልእን ዘጉ የብላን። ንስኺ ብዝተኻእለኪ ክትገድፍላ ፈትኒ። ወረቀተይ ሲሒበ ኣለኹ በሊ በጃኻ ለትሽ ኣነ የፍቅረክን ይፈትወክን እየ ኣብ ብርካ ተደፊኡ ለመና ለቲና መሊሳ ከይመለሰትሉ ትም በለት ኣዒንታ ኸኣ ንብዓት ቆጸረ ሮቤል ኣብ ብርካ ከይተስእን ለትሸይ ፕሊስ ኣነ ብዛዕብኽን ብዙሕ ይፈልጥ ስለ ዘፍቅረኪ ክብል ግን ኩሉ ከም ዘይፈለጥኩ ኮይነ ሓሊፈዮ። ምስ ሚኪኤለ ፍቕሪ ከም ዝነበረኪ፣ ከም ዝበደልክዮውን ፈሊጠ። ስለዚ እዚ ኩሉ ንሰምሃር ግደፍላ ምስ በላ፣ ለቲና ብኢዳ ደጊፋኣ ተስኣቶ እሞ እናነብዐት፣ ሮቡ ሓወይ በዲለካየ ንሰምሃርውን ኣነየ ፈተቕ ነቐትለት ፈቲነላ። ንዓኣ ዝተሓሰበ ክፍኣት ናባይ ተሰልቢጡ። እዚ ኩሉ ከኣ ምሳኻ ንከይፈላለ ዝገበርኩዎየ። በቃ ክገድፈላየ። ኣዝያ ተነኽነኸት፣ ገጻ ኸኣ ብንብዓት ተሓጽበ። ሮቤል ሓቚፉ ብምስዓም፣ በቃ ለቲሸይ፣ ሕጂ ንኺድ፣ ሓንቲ ጥዕምቲ መግቢ ከድረኪ'የ፣ ንሰምሃር ከኣ ክንድውለላ ኢና በላ። ማዕጾ ከፊቶም ብምውጻእ ቁሩብ መንገዲ ድሕሪ ምጉዓዙ፣ ንዝረስዓ ሞባይሉ ከምጽኣት ክምለስ ነገራ። ማዕጾ ከፊቱ ብምእታው፣ ነታ ኣብ ትሕቲ። ሳሎን ኮይና ብካሜራ እትስእሎም ዝነበረት ሰምሃር መጺኡ መፍትሕ ገዲፍላ ከደ። ለቲና ሮቤልን ብሓደ ኮፍ ኢሎም ንዝኣዘዝዎ መግቢ እናተጸበዩ እንከለዉ እታ ዝደወሉላ ሰምሃር ከኣ ደበኽ በለቶም። ለቲና ከኣ ኣብ ብርካ ተደፊኣ ይቕረ ሓተተታ። ድሕሪ ሓደ ወርሒ። ለቲና ብዝገበረቶ ድማር ጌጋታት ተኣሪማ፣ ሮቤልን ሰምሃርን ንዝገበርዎ ናይ ካሜራ ስእሊ ብገዛእ ፍቓዳ ስለ ዝተናስሐትሉ ከም ኢዳ ሕማቕ ኣይሓሰቡላን። ጉዳይ ብዕርቂ ከም ዝተወድኣ ለቲና ፋይላ ሰሓበት። ልክዕ ድሕሪ ሰለስተ ሰዓት ምብጋስ ሰምሃር ለቲና ናብ ኣስመራ ስለ ዝነበረ እዮም እምበኣር ሰለስቲኦም ናይ ምፋኖ ጽብል ገይሮም ዝዘናግዑ ዝነበሩ። ሰምሃር፣ ሰምሃርን ለቲናን ኣብ ኤርፖርት ኮይነን ንምምጻእ ሚኪኤለ እናተጸበያ ብኣንጻሩ ኤፍሬም እዩ ክቕበለን ዝመጸ። መጺኡ ሰላም ድሕሪ ምባል ነተን ንኽልቲኤን ብስእሊ ጥራይ ዝፈልጠን ለቲናን ሰምሃርን ዓርኪ ሚኪኤለ ንሮቤል ከኣ ወዲ ሓትንኡ ምዃኑ ነገረን። ሰምሃር ተቐዳዲማ ሚኪኸ ክትብል ሓተተቶ። ሚኪኤለ ከኣ ኪኖ ምምላስ ዝም በለ። እዋእ! ኤፍሬም ሚቅኸ ኣስዓበት ለቲና ኣእዳዋ ቆርዓር ኣበለት። ኤፍሬም ዓይኒ ዓይኒ ሰምሃር እናጠመተ ሚኪ ኢሉ ጀመረ።